ምሸት ናብቲ እትፈትዎ ናይ ኣይስክሪም ድኳን በጺሖም ካብ መኪና ወሪዶም ክኣትዉ ከለዉ፣ ሓንቲ መኪና ብሃንደበት መጺኣ ንሎንደን ትሃርማ። ዶሰን ሰንቢዱ ናብኣ ጎዩ ተሓቚፉ ከተባብዓ ይጅምር። ኣምቡላንስ መጺኣ ናብ ሆስፒታል ትወስዳ። እዛ ፍሊም ዶሰን ዝተባህለ መሃንድስ ህንጻ፣ Architect፣ ርእሱ ብምልላይ እያ ትጅምር። ሰባት ኣብ ፍቕሪ ክወድቁ ከለዉ ልቦም ክስበር ከም ዝኽእል ኣይሓስቡን ዝብል ኣብ ሓደ መጽሓፍ ከም ዘንበበ ይነግረና። ይኹን እምበር ዶሰን እምነቱ በንጻሩ'ዩ። ዶሰን ሎንደን ዝተባህለት ጓል ከም ዘፍቀረ፣ ንሳ ግን ምስ ቤን ዝተባህለ ወዲ ዝምድና ስለ ዘለዋ ስምዒቱ ገሊጹላ ኣይፈልጥን እዩ። ሎንደን እውን ከም ትፈትዎ እዩ ዝኣምን። ሎንደን ወለዱ ምስ ሞቱ ኣብ ሓዘኑ ዘጸናንዓቶ፣ ካብ ዓሚቝ ሓዘን ክወጽእ ዝሓገዘቶን ኩሉ ነገሩ ዝኾነትን እያ። ሓደ መዓልቲ ሎንደን ንዶሰን ክትበጽሖ ትመጽእ። ዶሰን ብዛዕባ ምስ ቤን ዘለዋ ዝምድና ምስ ሓተታ፣ ንሓድሕዶም ስለ ዘይትሰማምዑ ቀልጢፋ ክትፈላለ ምዃና ትነግሮ። ብተወሳኺ ነዲኣ ሉዊዝ ሓንቲ ኩሊታ ክትልግስ ናይ ሕክምና መርመራ ከም ዝነገረት ትነግሮ። ዶሰን ኣዲኣ ነቲ ህያብ ክትቅበሎ ከም ዘይትኽእል ይነግራ። ሎንደን ግን ኩነታት ኣዲኣ ኣዝዩ ስለ ዝበርትዐ ካልእ ምርጫ ከም ዘየለ ትገልጽ። ድሕሪኡ ለንደን ተሰናቢታቶ ነዲኣ ካብ ሕክምና ዲያሌሲስ ንምምጻእ ናብ ሆስፒታል ትኸይድ። ኣብ ሆስፒታል ኮላሊታ ክትልግስ ከም ዝወሰነት ነዲኣ ትነግራ። ኣዲኣ ግን ደጊማ ክትሓስበሉ ትምሕጸና። ሎንደን ግን ንህይወት ኣዲኣ ንምድሓን ዝኾነ ይኹን መስዋእቲ ክትከፍል ድልውቲ ምዃና ተረጋግጽ። ንጽብሒቱ ሎንደን ኣብቲ ጫካ ንዶስን ሃንደበት ትኸዶ። ምስ ቤን ከም ዝተፈላለየት ድማ ትነግሮ። ዶስን በቲ ዜና ተሓጒሱ ኣብታ ከተማ ብሓንሳብ ከሕልፍዎ ይዕድማ። ንሳ ድማ ትሰማማዕ። ምሸት ናብቲ እትፈትዎ ናይ ኣይስክሪም ድኳን በጺሖም ካብ መኪና ወሪዶም ክኣትዉ ከለዉ ሓንቲ መኪና ብሃንደበት መጺኣ ንሎንደን ትሃርማ። ዶሰን ሰንቢዱ ናብ ኣጎዩ ተሓቂፉ ከተባብዓ ይጅምር። ኣምቡላንስ መጺኣ ናብ ሆስፒታል ትወስዳ። ይኹን እምበር ሎንደን ብሰንኪ ብርቱዕ ምፍሳስ ደም ህይወታ ትሓልፍ። ዶሰን ፍቕሩ ከይነገራት ተጣዒሱ ሞታ ክቕበሎ ኣይከኣለን። ብሓዘን ድማ ልቡ ይስበር። መዓልትታት ይሓልፍ። ዶሰን ናብ ዓሚቕ ሓዘን ናይ ጭንቀት መንፈስ ይወድቕ። ስርሑን ንቡር ህይወቱን ክቕጽል ኣይከኣለን። ሓደ መዓልቲ ንኣደ ለንደን ሉዊዝ ክበጽሐን ይኸይድ። ሉዊዝ፣ ለንደን ቅድሚ ምሟታ ክትፈልጦ ዝግብኣ ዝነበረ ዓቢ ምስጢር ከም ዘሎ ትነግሮ። ሉዊዝ ቅድሚ ዓመታት መኻን ከም ዝነበረት፣ ብሓገዝ ሕክምና IVF ማንታ ኣዋልድ ከም ዝወለደት ትገልጽ። ይኹን እምበር ንለንደን ጥራይ ሒዞም ነታ ካልኣይቲ ድማ ውሉድ ንዘይነበሮም ስድራቤት ከም ዝሃብዋ ትነግሮም። ላሪ፣ በዓል ቤት ሉዊዝ ብዛዕባ እታ ካልኣይቲ ጓሎም ክፈልጥ ከም ዘይደሊ ይገልጽ። ንሱ፣ እታ ጓል ሕጂ ናይቶም ዘዕበይዋ ስድራቤት ኣካል እምበር ናቶም ከም ዘይኰነት እዩ ዝኣምን። ብኻልእ ወገን፣ ምስ ኣንዲ ዝተባህለት ናይ ሎንደን ማንታ ሓብቲ ንላለ። ኣንዲ ምስ ተፈተውቲ ስድራቤት እያ ትነብር፣ ይኹን ግን ኣዳፕትድ ከም ዝዀነት ኣይትፈልጥን። ንሶም ናይ ብሓቂ ወለዳ እዮም ዝመስልዋ። ሓደ መዓልቲ ናብ መካነ እንስሳ ዙ ከይዳ ናይ ስራሕ ቃለመሕትት ትገብር እሞ ትቝጸር። ተሓጒሳ ንኣፍቃሪኣ ማት ደዊላ ድማ ትነግሮ። ብድሕሪኡ ዶሰን ኣብታ ሎንዶን ትሰርሓሉ ዝነበረት ቤግ መግቢ ኮይኑ ክርስዓ ከም ዘይክእል ይርኣ፣ ዓርኩ ካርል ድማ ንኸትጻናንዖ ይፍትን። ዶሰን ሎንደን ማንታ ሓብቲ ከም ዘለዋን ንዓኣ ክደልያ ከም ዝወሰነን ንካርል ይነግሮ። ካርል ግን እዚ ጌጋ ምዃኑ ንሎንደን ዝትክእ የለን ክብል ይመኽሮ። ብተመሳሳሊ ግዜ፣ ብተመሳሳሊ ግዜ ወለዲ ኣንዲ፣ ጂምን ጄንን ይዘራረቡ። ጂም ንኣንዲ ዝተራዕመት ወይ ኣዳፕትድ ምዃና ክነግርዋ ከም ዝነበሮም ይገልጽ። በታ ምሸት ንልደት ኣንዲ ክጽምብሉ ይዳለዉ። ኣንዲ ንኣዲኣ ጄኒ ብዛዕባ ዝተወለደትሉ መዓልቲ ከተዘንትወላ ትሓታ። ጀኒ ድማ ነታ መዓልቲ ኣዝዩ ከቢድ ከም ዝነበረት፣ ግን ምስ ሓቖፈታ ብ ድሕሪኡ ብኡንብኡ ከም ዝረስዓቶ ትነግራ። ንጽብሒቱ ኣንዲ ልደታ ምስ መሓዙታን ስድራቤታን ተብዕል። ጂም ንጂኒ፣ ማት ንኣዲኣ ክትሓታ ፕሮፖዝ ስለ ዝደሊ ሓቂ ክነግርዋ ከም ዘለዎም የዘኻኽራ። ጀኒ ከይፈተወት ትሰማማዕ። ንጽብሒቱ ዶሰን ንሉዊዝ ደዊሉ ሽም ነቲ ሕክምና ዝገበረሎም ዶክተር ይሓትት። ዶሰን ነቱ ዶክተር ረኺቡ ሓበሬታ ይእክብ። እተኣማንታ ሓብታ ኣንዲ ከም ዝበሃል ሽማ ኣብ ናሽቪለ ከም እትነብርን ኣብ መካነ እንስሳ ከም እትሰርሕን ይፈልጥ። ሉዊዝ ንበዓል ቤታ ዶሰን ነታ ጓል ክረኽባ ከም ዝወሰነ ትነግሮ። በዓል ቤታ ንህይወታ ከይርበሹ ብምስጋእ ይቃወም፣ ሉዊዝ ግን ክትርእያ ትሕንጠ። ምሸት ዶሰን ስእሊ ኣንዲ ንሉዊዝ የርእያ፣ ሉዊዝ ብስምዒት ትሓነቕነቕ። ዶሰን፣ ኣንዲ ነቲ ሎንደን ዝገደፈቶ ሃጓፍ ክትመልኦ ከም እትኽእል ይገልጽ። ንጽብሒቱ ዶሰን ናብቲ ኣንዲ እትሰርሓሉ ቦታ ከይዱ ካብ ርሑቕ ይከታተላ። ኣንዲ ሰብ ይከታተላ ከም ዘሎ ተስተውዕል እሞ ትርበሽ። ዶሰን ድማ ቀሪቡ ማንታ ሓብቲ ከም ዘለዋ ይሕብራ። ኣንዲ ግን ተጋጊኻ ኣለኻ ትብሎ። ኣንዲ ናብ ገዛ ተመሊሳ ንወላዲኣ ብዛዕባ እቲ ዝተባህለ ትነግሮም። ጂኒ እቲ ሰብኣይ ሓቁ ምዃኑን ኣዳፕት ዝኾነት ምዃና ይነግራ። ኣንዲ ስድራቤታ ንዓመታት ሓቂ ስለ ዝሓብኡላ ትጉህሞ ትቑጣዕ። ካብ ገዛ ወጺኣ ናብ ማት ትኸይድ። ንጽብሒቱ ድማ ንዶሰን ደዊላ ኣብ በርሚንግሃም ከም ዘላን ክትረኽቦ ከም እትደልን ትነግሮ። ንሓብታ ክትርእያ ከም እትደሊን ድማ ትገልጽ። ዶሰን ግን ሓብታ ብሓደጋ ከም ማኪና ከም ዝሞተት ይነግራ። ሉዊዝ ንበዓል ቤታ ላሪ እታ ጓል ንድራር ምሸት ክትመጽእ ምዃና ትነግሮ። ላሪ ይጭነቕ። ኣንዲ ምስ ዶሰን ኣብ ካፈ ተራኺቦም ብዛዕባ ሓብታ ትሓትት። ድሕሪኡ ናብ ገዛ ወለዲ ሎንደን ይኸዱ። ክሪኡዋ ከለዉ ብልክዕ ቅምጥ ኢላ ምስ ሎንደን ሓደ ምዃና ይድነቑ። ብሓባር ይምገቡ፣ ስእልታት ሎንደን ድማ ይርእዩ። ኣንዲ ሓብታ ቅድሚ ምሟታ ክትረኽባ ብዘይምኽኣላ ትጉሂ። ኣንዲ ንሎንደን እትፈትዎ ቦታታት ከርእያ ትሓቶ። ምሸት ናብ ሆቴል ተመሊሳ ንማት ትድውለሉ። ማት ግን እቶም ዘዕበዩዋ ወለዳ ተጨኒቖም ስለ ዘለዉ ክትመጽእ ይልምና። ኣንዲ ግን ጌና ድልውቲ ከም ዘይኮነት ትገልጽ። ሉዊዝ ንበዓል ቤታ፣ ኣንዲ ካብ መጀመርታ ምሳና ክትዓቢ ነይርዋ ክትብል ትዛረብ። ዶሰን ንኣንዲ ናብ ሎንደን ትስዕስዓሉ ዝነበረት ትያትር እትፈትዎ ቀላይ ንወስዳ። ኣንዲ ምስ ሉዊስ ኮይና መግቢ ትሰርሕ እሞ ኣብቲ ገዛ ክትቅመጥ ትሰማማዕ። ማት ድማ እንደገና ደዊሉ እቶም ዘዕበዩኺ ስድራኺ እዮም ናይ ብሓቂ ይብላ። ንሳ ግን ክትሰምዖ ኣይከኣለትን። ኣንዲ ምስቶም ወለዲ ሎንደን ኮይና ትስዕስዕን ትዝይምን። ንጽብሒቱ ዶሰን ንኣንዲ ጄት ስኪ ከመይ ከም ዝዝወር ተምህሮ። ዶሰን ንሎንደን ኣዝዩ የፍቅራ ከም ዝነበረ ይነግራ። ዶሰን ንኣንዲ እውን ከፍቅራ ይጅምር። ኣንዲ ናብ መቓብር ሓብታ ክትከይድ ትሓትት። ኣብኡ ዶሰን ብዛዕባ እቲ ሎንደን ክትልግሶ ዝነበራ ኮላሊት ይነግራ። ኣንዲ ድማ ምስ ሉዊዝ ተዘራሪባ ነቶም ዘዕበይዋ ወለዳ ይቕረ ክትብለሎም ትሰማማዕ። ኣንዲ መርመራ ገይራ ኮላሊታ ንሉዊስ ክትህባ ትውስን። ማት ክበጽሓ ምስ መጸ ንሎሰን ስምዒት ከም ዘየሕድረላ ትነግሮ። ማት ይጒሂ'ሞ ይፈላለዩ። ኣንዲ ንዘዕበዩዋ ወለዳ ደዊላ ይቕረ ከም ዝግበረትሎም ኮላሊታ ክትልግስ ምዃና ትነግሮም። ንሳቶም ድማ ክትምለሶም ይምሕጸኑዋ። ዶሰንን ኣንድን ግዜ ብሓባር የሕልፋ። ኣንዲ መጥባሕቲ ገይራ ኮላሊታ ትህብ። መጥባሕቲ ይዕወት። ዶሰን ንኣንዲ ወላ እውን ምፍላይ እንተ ከበዶ ናብ ስድራ ቤታ ክትምለስ ይመኽራ። ንቡር ህይወታ ድማ ክትቅጽል ከም ዘንለዋ የረድኣ። ኣንዲ ካብ ሆስፒታል ወጺኣ ናብ ዘዕበይዋ ወለዳ ትምለስ። ሉዊስ ንጀኒ ተመስግና። ድሕሪ ገለ ግዜ ኣንዲ ኣብ ስራሓ ከላ ንዶሰን ሃንደበት ትረኽቦ። ዶሰን ፍቕሪ ክጅምሩ ይሓታ ንሳ ድማ ትሰማማዕ ፍሊም ድማ ኣብዚ ትዛዘም።